ምድሓን ካብ እግዚኣብሄር እዩ። እልልልልልልልልልልልልልልልል ካብ ዘለኻዮ ዘውፅኣካ እግዚኣብሄር እዩ። እም? ካብ ዝኸድካዮ ዝመልሰካ ርሑቕ ጎደና ድማ እግዚኣብሄር እዩ። ክብሪ ንኣምላኽ ይኹን። ዮናስ ኣብ ከብዲ ዓሳ እንከሎ ክሳዱ ብሳዕሪ ተጠማጢሙ ከሎ ኣሲድ ከቢብዎ ከሎ ሞት ማለት እዩ። ሪኢኹም ኣብ ከብዲ ዓሳ ኣሲድ እንታይ እዩ ዝገብር? ንኣብቲ ከብዲ ዓሳ ንዝኣተወስ የሕቑቖ እዩ። ሕጂ ዮናስ ብተኣምራት እዩ ኣብኡ ብህይወት ዘሎ። ክብሪ ንኣምላኽ ይኹን። ብተኣምራት እዩ ንእግዚኣብሔር ከመስግኖ ዕድል ተዋሂብዎ። ስለዚ እቲ ተዋህቦ ዕድል ኣስተውዒልሉ። ክመውት እኳ እዩ ዝግብኣኒ ነይሩ ኢሉ፣ ጻልማት እኳ እዩ ዘለኹዎ ጎደና ኢሉ፣ ግን እታ ተዋሂባትኒ ዘላ ትንፋስቲ ንምምስጋን እያ ኢሉ ኣብ ቅድሚ ኣምላኽ ጸሎት ገይሩ። ክብሪ ንኣምላኽ ይኹን። ንእግዚኣብሔር መብጽዑ ኣሓዲስሉ ከምኡውን እንታይ ኢሉ ምድሓን ናይ እግዚኣብሔር ኢሉ ተኣሚኑ ኣብታ ጸልማት ወጺኡ ምድሓኑ ኣዊጁ ሓርነቱ ኣዊጁ ክብሪ ንኣምላኽ ይኹን። ሪኹም ዮናስ ብዝገበሮ እዩ ኣብ ከምዚ ዓይነት መፈንጠራ ኣትዩ ነይሩ። ካብ ኣምላኽ ክሃድም ጀሚሩ ማለት እዩ። እግዚኣብሔር ከኣ ብመንገዱ መሊስዎ። ግን እዚ ሰብ እዚ ምድሓን ካብ እግዚኣብሔር ኢሉ ሪኹም ንእግዚኣብሔር ተኣሚንዎ ኩሉ እኳ ተሓናኒቕዎ እኳ ኣሎ፣ ሕሰቦ እሞ ናይ ኣብ ከብዲ ዓሳ ዝኣተወ ሳዕሪ ኣብ ሳትካ ክለግበካ ንባዕሉ ዘፈንፍን ነገር እዩ፣ ዘፍርሕ ነገር እዩ ንባዕሉ። ግን እንታይ ይገብር ኣሎ ክቡር ናይ እግዚኣብሄር ሰብ። ስለዚ ክብሪ ንኣምላኽ ይኹን። ንስኻ ከኣ ብዝሓለፍካ ሕለፍ፣ ኣብዚ እዋን እዚ ምድሓን ናይ እግዚኣብሄር እዩ ኢልካ ንነገራትካ ዓው ኢልካ ድምፂ ኣስማዕ እዩ። ንጉስ ህዝቅያስ ኩላህና ከም ንፈልጦ ኣብ ቃል ኣምላኽ እንታይ ኢሉ ኣብ ውሽጡ እህህታ ከም ዝነበሮ ነንብብ። ክትመውት ኢኻ ምስ ተባህለ ማለት እዩ፣ ምስ ዝጸልሞቶ ንዕኡ እውን ማለት እዩ። ንእግዚኣብሔር እንታይ ኢሉ ክቐርቦ ከሎ ንርኢ፣ ኣብ ውሽጡ ዝነበረ ኮቶ ምስ ተጻሕፈ ክነንብቦ ከለና እንታይ ኢና ንርኢ ኣሕዋተይ? እቶም ምዉታት ሓደ ከምልኹኻ ኣይክእሉን እዮም ኢልዎ ንእግዚኣብሔር፣ ብቃልካ ድማ ተስፋ ክገብሩ ኣይክእሉን እዮም ኢልዎ። ከምኡ ድማ እቲ ናትካ ክቡር ግብሪ ብዛዕባኻ ከውርዩ ድማ ኣይከኣሎምን እዩ። ኢሉ ንእግዚኣብሔር ጸሎቱ ኣብ ቅድሚ ኣምላኽ ኣቕሪብዎ ትሪኡ ኣለኹም ከም ልኸካይ ክእሊን እየ ኢልዎ ክብሪ ንኣምላኽ ይኹን እቲ ዝመተ ኣነስ ህያው ኣለኹ ብህይወት ኣለኹ ሕጂ ኢልዎ ማለት እዩ ሪኹም ሕጂ ብህይወት ኣለኹ ከም ልኸካ ሕጂ ይኽእል እየ ኢልዎ ሕጂ ህያዋን ጥራዮም ብቓል ኣምላኽ ተስፋ ዝገብሩ ኣሕዋት ሪኹም ብቓልካ ተስፋ ኣይገብርን ኣብ መቓብር ዘሎ ኢልዎ ንእግዚኣብሔር ስለዚ እስኻ ብህይወት ኣለኻ ክተምልኽ ትኽእል ኢኻ ብህይወት ኣለኻ ክተመስግን ትኽእል ኢኻ ብህይወት ኣለኻ እግዚኣብሄር እዩ ጥራይ ዘድሕነኒ ኢልካ ክትእወጅ ትኽእል ኢኻ ዕድልካ እያ እዚኣ ክብሪ ንኣምላኽ ይኹን ኣብቲ ጸልማት ጎደና ኢኻ ምስጋና ተቕርብ ክብሪ ንኣምላኽ ይኹን መውጽኢኻ ዝኸውን መንገዲ ትፈጥር ማለት እዩ ርኢኹም ኢየሱስ ክርስቶስ ጎይታይ እዛ ጥበብ እዚኣ እግዚኣብሔር ካብ ኣፍና ክትፍልዕ ኣይደልያን ኣሎ ኣሕዋት ሎማዓንቲ ትስእ ምስ በልኩ መንፈስ ቅዱስ ብዛዕባ ምስጋና እዩ ውሽጠይ ተወሊዑ ማለት እዩ ምስጋና ምስጋና ምስጋና ምስጋና ሕጂ እውን ምስጋና ብናሓልፎ ሕጂ እውን ምስጋና ይኹም ስለቲ ዘጋጠመና ይኮና እነመስግን እንታይ ደኣ ሕጂ እውን እግዚኣብሔር ምሳይ ኣሎ ክብሪ ንኣምላኽ ይኹን ኣነ ብርሃን ዓለም እዩ ክብሪ ንኣምላኽ እንዳበልካ ነቲ ነቲ ናይ ምእማና ሃዋርያ ጎይታ የሱስ ክርስቶስ ትእመኖ ኣብቲ ጸልማት ማለት እዩ ትእመኖ ንስኻ ብርሃነ ኢኻ ትብሎ ማለት እዩ። ንስኻ መውፅኢ ኢኻ ትብሎ ክብሪ ንኣምላኽ መውፅኢ ኣለዎ ኩነታተይ ትብል ማለት እዩ። ኢየሱስ ክርስቶስ ወዲ ኣምላኽ ጎይታይ እምበኣር ክብሪ ንኣምላኽ ይኹን። ኣነ ህይወተይ ክፅልምት ኣይክእልን እዩ በሉ። ክፅልምት ኣይከኣሎን ህይወተይ ብርሃን ኮይኑ ህይወተይ ክብሪ ንኣምላኽ ጎይታ የሱስ ክርስቶስ ዓትይዎ እዩ ነቲ ጸልማት ድሮስ በሪህ እዩ ህይወተይ ክኽወል ኣይከኣለንን እዩ ህይወተይ ክርስታዕ ኣይከኣልን እዩ ፍረ ደይብለይ ኮይነ ክተርፍ ኣይከኣልን እግዚኣብሔር ከውፅኣኒ ተስፋ ኣለዎ ኩነታተይ ኢልኩም ካብቲ ደሓዘኩም ኩነታት ካብቲ ድምፅኹም ክዓፅኑ ዝመፀ ኩነታት ድምፂ ኣስምዕዎ ምድሓን ካብ እግዚኣብሔር እዩ በልዎ ምድሓን ካብቲ ልዑል ኣምላኽ እዩ በልዎ። ምድሓን ካብቲ ዘድሓነኒ ክርስቶስ እዩ በልዎ። ምድሓን ማለት ከዓ ኣሕዋተይ ካብ ናይ ዘለዓለም ሞት ምድሓን ኣሎ። ካብ ናይ መዓልታዊ ንሓልፎ መፈንጠራ ድማ እግዚኣብሔር እንታይ ይገብር የድሕነና እዩ። ክብሪ ንኣምላኽ እዩ። ስለዚ ምድሓን ናይ እግዚኣብሔር እዩ ክብል ከሎ ቃል ኣምላኽ ምድሓን ማለት ኩሉ እንትናኻ ብደሓን ክትከውን ከለኻ ምድሓን ናይ እግዚኣብሔር ይበሃል። ስለዚ እግዚኣብሔር ኣብ ኩሉ ኤርያ ናይ ህይወትካ ኢኻ ምድሓን ክገብር ዝከኣል። ርኢኹሞ ኣብ ሓድሽ ክዳን ተርእናዮ ጎይታ ንኹሉ ነብሲ ወከፍ ኣካላት ናይ ወዲ ሰብ ኣድሒንዎ ኣሎ ፈውሲ ገይሩሉ ኣሎ ኣብ መንፈስ ሰብ ዝርከብ ጋኔን እውን እንተኾነ ኣውፅዎም ኣባሪርዎም ኣሎ ስለዚ ምድሓን ካብ እግዚኣብሄር እዩ ብምባልካ ንእግዚኣብሄር ቦታ ትፈጥረሉ ኣለኻ ንቃል ኣምላኽሲ ኣባኻ ተቕርቦ ኣለኻ ክብሪ ንኣምላኽ ምስቲ ቃል ትተሓሓዝ ኣለኻ ማለት እግዚኣብሔር ከዓ ንቃሉ ከዓ ልዕሊ ስሙ ገይርዎ እዩ ኣሕዋተይ ኣኽቢርዎ እዩ ስለዚ ክኸውን ዝኽእል ቃል ጥራይ ኢኻ ሒዝካ ዘለኻ ክፍጸም ዓቕሚ ዘለዎ ቃል ኢኻ ሒዝካ ዘለኻ ስለዚ ምድሓን ናይ እግዚኣብሔር እዩ ብምባልካ ንእግዚኣብሔር ኣብ ዝሃለኻ ሃሉ ናይ ምስጋና ድምፂ ክተስምዕ ምድላይካ ሎማዓንቲ እዚ ይኹን ድምጽኻ ንኹነታትካ እዚ ይኹን ድምጽኻ ዝሓው እዚ ይኹን ድምጽኺ ዝሓፍ ምድሓን ካብ እግዚኣብሄር እዩ በሊ ኣብ ዘለኺ ሃለኺ ምድሓን ናይ እግዚኣብሄር እዩ በሊ ክትርኢ ኢኺ እግዚኣብሄር ካብ ኣፍ ኣንበሳ ከድሕነኪ ክብሪ ንኣምላኽ ሓዋርያ ጳውሎስ ከምኡ እዩ እግዚኣብሄር ኣብ ጎነይ ነይሩ ኢሉ በይኑ ኣብ ዝነበሩ ኣብ ቅድሚኡ ኮይኖም ከዓ ክፈርድዎን ከፋጥጥሉን ንዝቐረቡ ሰባት እንታይ እዩ ገይሩ እግዚኣብሔር ተመኪሑ ምሳይ ነይሩ እግዚኣብሔር ምሳይ ነይሩ ኢሉ በቃ እግዚኣብሔር ምሳይ ነይሩ ካብ ኣፍ ኣናብስ ድማ ኣድሒንኒ ኢሉ ስለዚ ካብ ክንደይ ኣፍ ኣናብስ ምናልባሽ ከይተረዳእና እኮ ድሒና ኣለና ኣሕዋት ኣነ ርግፀኛ እግዚኣብሔር ካብ ክንደይ ኣድሒንና ኣሎ ደቂስና ከለና እንዳሓርናሕና ከለና ካብ ብዙሕ ኣድሒንና ኣሎ እግዚኣብሔር ተረዲእኩምኒ እግዚኣብሔር እሙን ስለ ዝኾነ ማለት እዩ ዘይድቅስ ንሱ ስለ ዝኾነ ማለት እዩ ረኸም ንሕና ንድቀስ ንትስፍእ ነገራት ጎሊሑ ምስ ተራእየና እውይ ንብል እግዚኣብሔር ግን እውይ ኣይብልን እዩ ምሳና እንታይ ደኣ ኣጆኻ ይብል ኣይትፍራሕ ይብል ኣነ ኣምላኽካ እየ ይብል ከድሕነካ እየ ይብለና ትሪኡ ኣለኹም ኣነ እግዚኣብሔር ዕንትና ከፊቱ ዝገበረልና ተድርዳኣና እውይ ንዛረቦ ነገር ምሳኣና ነይሩ ምክንያቱ ምሕረቱ ኣዝዩ ዓብዪ ካብ ድርዳኣና ንላዕሊ ይሕዋት እታ ናይ ዘለኣለም ሂወት ከማን እንታይ ከም ምዃና እኳ ደይርዳኣና ኮይኑ እዩ ዝስምዓኒ ገና እኮ ኣይተረድኣናን ካብ ምንታይ ዓዘቕቲ ኢና ኣምሊጥና ዘለና ኢየሱስ ክርስቶስ ጎይታ ኢልና ብምእማንና ጥራይ ርኢኹም ሓንቲ እኳ ኣይገበርና እዚኣ ብምግባርናስ ረኺብናያ ዘለና ምድሓን እንታይ ዓይነት ምድሓን እዩ ገና ብሕጂ እዩ ክግለጸና ኮይኑ ይርድኣኒ እሞ ኢየሱስ ክርስቶስ ጎይታ እዩ ምድሓን ካብ እግዚኣብሔር ኢልኩም ኣውጅ ኣሕዋተይ እግዚኣብሔር ድማ ስሙ ስለ ዝጸዋዕኩም ከድሕነኩም እዩ ተኣምራት ከጥዕመኩም እዩ ህይወትኩም ከመቅሮ እዩ ብርሃንካ ድማ ከድምቆ እዩ ናብ በረኽቲ ድማ ደው ከብለካ እዩ ክብሪ ንኣምላኽ ይኹን ናብ በረኽቲ ሓፍ ከብለካ እዩ ኢየሱስ ክርስቶስ ጎይታ እዩ ኢየሱስ ክርስቶስ ጎይታ እዩ ኣጆኻ ብትሓልፎ ኩሉ እግዚኣብሔር ምሳኻ እዩ ሃሌሉያ ኣሜን